ከመይ ጌርና ኣብ ሳምሶንግ ከምኡ ውን ኣብ ኣይፎን ከምኡ ውን ኣብ ኣይፓድ ኣውሪድና ናብ ዝደለናዮ ሃገር ናይ ዓሰርተ ሓሙሽተ ናይ ዓሰርተ ደቂቅ ክንድውለሉ ንክእል ብፍሪ እትብል ኣፕሊከሽን ሎማዓንቲ ክንሪኣ ኢና። ስቶር ኬድና ከምኡ ውን ኣብ ፕሌይ ስቶር ዋትስኮል ኢልና ኣብ ናይ ሰርች ምልክት ዋትስኮል ኢና ንጽሕፍ ማለት እዩ። ከምዚ ንሪኦ ዘለና ኣብቲ ላዕሊ ዋትስኮል ግሎባል ፎን ኮል ኤንድ ኮል ሪከርድስ ኢላ ክትመጽኣና እያ ማለት እዩ። ኦረዲ ኣነ ኢንስታል ስለ ዝገበርኳ ተመሊሰ ጥራይ ኦፕን ክብላ እየ ማለት እዩ ብጣዕሚ ስማርት ኣፕሊኬሽን እያ ኩሉ ሰብ ክጥቀመላ ዘለዎ እያ ማለት እዩ ተጠቃሚ ናይዚ ኣፕሊኬሽን እዚኣ ክሳብ 1 ሚልዮን ህዝቢ በፂሑ ኣሎ ማለት እዩ እምበኣር ዋትኮል ምስ ኣውረድናያ ከምዚ ኢላ ክትመፃና እያ ዳይሬክትሊ ኣብቲ ኢንተርፎን ዝብለና ዘሎ ኣብኡ እቲ ቴሌፎን ናምበርና ንህባ ማለት እዩ ካብኡ ቴሌፎን ናምበርና ሂብና ምስ ወዳእና ኣብዛ ኔክስት ትብለና ዘላ ኣብዛ ኔክስት ትብለና ዘላ ንሪኣ ዘለና ኣብኣ ክሊክ ንኣርም ማለት እዩ ካብኡ ቀፂሉ ሽዱሽተ ዳሽ ዝሓዘ ክመፃና እዩ ናይ ኮድ ኣብ ካልኢታት ዘይኣክል እተን ኮድ ዝመፃና ኣብ ዘንእትወን ማለት እዩ ኣብዘን ሽዱሽተ ዳሽ ምስ እተናየን ኣብታ ኔክስት ትብለና ዘላ ኔክስት ንብላ ማለት እዩ ካብኡ ቀጺልና set a password ይብለና ኣሎ እዚ ማለት ፓስወርድ ስጋብ ኣርባዕተ ሓሙሽተ ንመርጸላ ንኣብነት ኣብ ሳምሶንግ ኣውሪድና ምስ ንጸንሕ ዋትስኮል ኣብ ኣይፎን ክነውርዳ ምስ ንደሊ ብዘን ፓስወርድ እዚኣ ንህባ ህጅን ብታ ቴሌፎን ሂብናያ ዝጸናሕናን ክንከፍታ ንኽእል ኢና ማለት እዩ ኣብ ኣይፓድ ይኹን ከምኡ ውን ኣብ ሳምሱንግ ከምቲ ዝገለጽናዮ ኣቐዲምና እምበኣር ኣብዚ ስጋብ ሽዱሽተ ዝኸውን ፓስወርድ ንህባ ኦኬ እምበኣር ኣነ እታ ፓስወርደይ ሂበያ ኣለኹ ካብኡ ቀጺልና ኣብዛ ዳን ንብላ ማለት እዩ ዳን ምስ በልናያ ከምዚ ኢላ ክትመጽኣና እያ ኮንግራቲስ ዝብል እምበኣር ካብኡ ቀጺልና ከመይ ጌርና ደኣ ኢና ክንድውል ንኽእል ወይ ኣበይ ኣቲና ኢና ክንድውል ንኽእል ንዝብል ኣብዛ ንሪኣ ዘለና ሪሰንት ዝብለና ዘላ ኣብኣ ክሊክ ንሃርም ማለት እዩ ኣብኡ ክሊክ ምስ ሃረምና ኣብኡ ክሊክ ምስ ሃረምና ኣብዚ ንሪኦ ዘለና Tap here to start a free call ዝብለና ዘሎ ኣብኡ ክሊክ ንኣርም ማለት እዩ ናብቲ ዝደለናዮ ሃገር ክንድውል ኣብዛ ንሪኣ ዘለና ክሊክ ሃሪምና ክንቅይሮ ንኽእል ኢና ማለት እዩ ንኣብነት ኣውስትራልያ እንተ ኢልናዮ ናይ ኣውስትራልያ ምስ መለፅና እቲ ቴሌፎን ሂብና ኣብዚ ክንድውል ንኽእል ኢና ማለት እዩ ግን ኣቐዲምና ክንገብሮ ዘለና ወይ ከሶሮ ዘለና ከደውለና እንተ ኮይኑ ኣብዛ ክርዲትስ ትብለና ዘላ ይሕዋት ኣባና ኣቱ ማለት እዩ ኣብ ኣቲና ኣብዚ ጎ ዝብለና ዘሎ ኣብ ክሊክ ንሃርም እዘን ብሙልአን ኣብዚ መፅና ንዘለዋ ንዓይ 470 ኢለን ማለት እዩ ኩለን ናብዛ ቱደይስ ክርዲት ዜሮ ዝብለኒ ዘሎ ናብኡ ንውርደን ማለት እዩ ዳሓር ብድሕሪ ዚና ክንድውል ንኽእል እንተ ዘይኮይኑ እሰን ከየውረድናየን ብሙልኣን ክነውርድ ክንድውል ኣይንክእልን ኢና ሶሪ እምበኣር ኣብታ ጎ ትብለና ዘላ ክሊክ ንሃርም ማለት እዩ ዒስራ ወሲደ ኣለኹ ማለት እዩ ኮንግራቲስ ኢላ ዒስራ ኣምፂኣትለይ ኣላ ከምዚ ኣድቨርታይዝ ክመፅኣና ከሎ ምስ ወደ ኤክስ ኢልና ንውጻእ ማለት እዩ። እምበኣር ኣስተውዒልና እንተድኣ ጸኒሕና ቱደይስ ክርዲት ዜሮ ኢልኒ ጸኒሑ ዕስራ ኮይና ኣላ ማለት እዩ። ብሙሉኤን እዘን ንርእየን ዘለና የሕዋተይ ኣብዚ ሸሞንተ ሽሕን ቴስዓን መጼናን ዘለዋ ብሙሉኤን ከምዚ ጌርና ነውርደን ማለት እዩ ናብ ታሕቲ ካብኡ ክንድውል ንኽእል ኢና ብጣዕሚ ስማርት ኣፕሊኬሽን እያ ማለት እዩ ኩሉ ኣኣብ ዘለናዮ ሰላምን ጥዕናን የሕዋት ዝመፅ ዘሎ ሰንበት ኢና ክንራኸብ ብሩኽ ሰንበት ይግበረልና ንዝያዳ ቪድዮታት ንዝመፅእ ንክትከታተሉ ኣብ ዩቱብ ኣቲና ሰላም ቲቪ ኢልና ሳብስክራይብ ብምግባር ዘዝመፅእ ሓደሽ ቪድዮታት ክንከታተል ንኽእል ኢና ማለት እዩ ቴንክ ዩ